መርሓባ መርሓባ ኣብዛ ቪድዮ እዚኣ ድማ ብዛዕባ ተዛመድቲ ዝኾኑ ቃላት ወይ ድማ መኻይድቲ ዝኾኑ ቃላት ክንምሃር ኢና ወይ ድማ መላፍንቲ ዶ ንበሎም እዞም ሓረጋት እዚኣቶም ዝበዝሐ ግዜ መኻይድቲ እዮም እዚኹም ብፀሊምን ብሰማያውን ገይረ ኣድሚቐሎም ዘለኹ ቃላት ንኣብነት ብፍርሒ ተሓቑኑ ንብል ወይ ብፍርሒ ኣንበድቢዱ፣ ብታህዲድ ኣንበድቢዱ ወይ ድማ ኣንቀጥቂጡ ንብል። ብሕጊ ተቐይዱ፣ ብጸርፊ ሰኲኑ ወይ ድማ ጓጒኑ፣ ብቕንኢ ተዋሒጡ ወይ መይቱ፣ ብቕንኢ መይቱ፣ ብቕንኢ ተዋሒጡ፣ ብስክፍታ ተበሊዑ ብምርኣይ፣ ተሸቝሪሩ ብድምጺ ርዒዱ ወይ ድማ ጸሚሙ ንበል ብሃንቀውታ ተጸብዩ ብሃንቀውታ ተጸብያ ብሃንቀውታ ተጸቢና ብሃንቀውታ ተጸብዮም ብውሽጡ ተረቲዑ ብጋህዲ ተራእዩ ብጋህዲ ተራእዩ ብጣዕሳ ሞይቱ ወይ ድማ ብጣዕሳ ሓሪሩ ንብል ብስምባደ ተጸሊሉ ብስምባደ ዓቢዱ ዘይምሱል መሲሉ ብኽፍኣት ተዋሒጡ ብዓይኑ ወጺኡ ብስእነት ተዋሪዱ ብጓሂ ተሓሚሱ ወይ ድማ ብጓሂ ተረሚሱ ንበል ኣእዳዉ ቆርዩ ወይ ድማ ኣንፈጥፊጡ ከብዱ ተቐሪጹ ወይ ድማ ተሓምቲሉ ልቡ ተሰይሩ፣ ተስፋ ቆሪጹ ወይ ድማ ተስፋ ረኺቡ፣ ተስፋ ኣይረኸበን፣ ተስፋ ኣይቆረጸን፣ ከምዚታት ንብል። እወ፣ እዚኤን ክብለን ከለኹስ ምስቲ ኣሉታዊ ወይ ናይ ብዙሓት ሰባት ገለ ባዕልኻትኩም ክትቅጽልዎ። ምኽንያቱ ንኣብነት ተስፋ ቆሪጸ፣ ተስፋ ቆሪጹ፣ ተስፋ ቆሪጻ፣ ተስፋ ቆሪጽና፣ ተስፋ ቆሪጾም፣ ማይ ድዩ ተስፋ ረኺቦም ተስፋ ረኺበ ተስፋ ኣይረኸብኩን ተስፋ ረኺብና ወዘተ ንብል ማለት እዩ ድከቱ ሰትዩ ድከቱ ሰትዩ እዚ መሃይ ድዩ ድከቱ በሊዑ ኣይንብልና ድከቱ ሰትዩ ሃለዋቱ ኣጥፊኡ ምስ ሃለዋት ዝኸይድ ሃለዋት ኣየጥፈኤን ሃለዋት ኣጥፊኡ ከምዚታት ኢና ንብል ደም ጎሲዑ ደም ጎሲዓ ደም ሸይኑ ደም ሸይና ደም ሰትዩ ደም ሰትያ ከምዚ ንብል እዚ ድማ ልክዕ ከምዚ ድከቱ ሰትዩ ድከታ ሰትያ ከምኡ እዩ ዘስምዕ መንፈሱ ሃዲሙ ውቃቤ ውቃቤኡ ውቃቤኡ ሃዲሙ መንፈሱ፣ ውቃቤኡ፣ ቆሉ፣ ቆለኡ፣ እዚታት ኩሉ ሓደ እዩ። መንፈሱ ሃዲሙ፣ እዘን እዘን ሓረጋት እዚኤን ዳርጋ ሰለስቲኤን ሓደ ዓይነት ትርጉም እዩ ዘለወን። መንፈሱ ሃዲሙ፣ ውቃቤኡ ሃዲሙ፣ ቆለኡ ሃዲሙ ንብል ኢና። ልቡ ሞሊቑ፣ ሩሑ ሞሊቑ፣ መንገዱ ስሒቱ ንበል። መንገዱ ኣይሰሓተን። መንገዱ ስሒቱ ንበል። መንገዱ ስሒቱ፣ መንገዱ ኣይሰሓተን፣ መንገድና ኣይሰሓትናን፣ መንገድና ስሒትና ከምዚታት መኻይድ ዝኾኑ ቃላት እዮም። ኣፋፍኖት ስኢኑ፣ ኣፋፍኖት ኣይረኸበን። ኣፋፍኖት ማለት ሲ ከምዚ ተስፋ ማለት እዩ እዚ ቆልዓ ሲ ኣፋፍኖት የብሉን ክንብል ከለና ተስፋ የብሉን ማለት እዩ ዘስምዕ ሓደ ሓደ ግዜ እውን ኣፋ ፍኖት ክንብል ከለና ድማ ከምዚ ጩራ ማለት እዩ ዘስምዕ ከምዚ ሂንት ብእንግሊሽ ጩራ ይረኸብኩሉ እንትብል ኣፋ ፍኖት ስኢነሉ እኮ በቃ እዚ ወዲ ሲ መእተዊ ስኢነሉ ጩራ ስኢነሉ ንብል ኢና ስለዚ ክልቲኡ ተስፋን ጩራን እዩ ዘመልክት ኣፋ ፍኖት ክንብል ከለና ፋዕራ ዘይብሉ ተገዳስነት ዘይብሉ ማለት እዩ ብሓሳብ ሃውቲቱ ምኻይድ ድዩ እዚ ሓሞቱ ፈሲሳ ሓሞቱ ፈሲሳ ኣንጉዑ መኺኹ ወይ ድማ ኣንጉዑ ፈሲሱ ንብል ኢና ክልቲኡ ይበሃል እዩ ኣብራኹ ጠሊምዎ ኣብራኻ ጠሊምዋ ኣብራኸን ጠሊምወን ኣደይ ኣምለሱ ኣብራኸን ጠሊምወን ኣቦይ ኣቦይ ሓድጉ ኣብራኾም ወለል ኢልዎም ንዓይ ወለል ኢሉኒ ንዕኡ ወለል ኢልዎ ከምዚታት ንብል ኢና። so መኻይድ እዩ እዚ ኣብራኹ ጠሊሞ ወይ ድማ ኣብራኹ ወለል ኢልዎ። ጃህራ ድራሩ እዚ ዝውቱር ኣበሃህላ እዩ። ቅሳነት ስኢነ፣ ቅሳነት ስኢኑ፣ ቅሳነት ኣይረኸበን፣ ቅሳነት ኣይረኸብናን እዚታት ድማ መኻይድ እዩ። ዕረፍቲ ስኢኑ፣ ዕረፍቲ ይረኸበን፣ ዕረፍቲ ስኢና፣ ዕረፍቲ ረኺቦም እዚታት ኩሉ መኻይድ እዩ። እፎይ ኣይበለን እፎይ ኢሉ እፎይ ኣይበልናን እዚታት እውን መኻይዲ ምዃኑ ከዘኻኽር እደሊ ሕልንኡ ዓሪቡ ሕልንኡ ዓሪቡ ሓሶት ስንቁ ወይ ድማ ሓሶት ድራሩ ከምዚታት ልሙድ ዝኾነ ዝምድና ዘለዎም ቃላት እዮም ስለዚ ክንዝክሮም ብዝተኻእለ መጠን ብፍላይ ነቶም ኣብ ደገ ትነብሩ ቋንቋ ትመሃሩ እዚታት ኣዝዩ ክሕግዘኩም ምዃኑ ርግጸኛ እየ ምክንያቱ እቶም መኻይድ ዝኾኑ ሓረጋት ከነጽንዖም እንተ ደኣ ክኢልና ብዙሓት ቃላት ከም ንእምርር ርግጸኛ እየ ብዝተረፈ ሰሰናዩ ጠጥዕሙ ንዓኻትኩም ጸጽቡቑ ኸኣ ንዓይ ቴክ ኬር